ሰላም ሰላም ክቡራት ተዓዘብቲ ቤት ተዛነ ዩቲዩብ ቻነል ንሎሚ ሰንበት ዕስራን ክልተን ለካቲት ክልተ ሽሕን ዕስራን ሽዱሽተን ካብ ዓለም ለኻዊ መርበብ ሓበሬታ ዝተዋፅኡ ንህይወትና ብቐጥታ ዝፀልዉ ዓበይቲ ምዕባለታት ሒዝናልኩም ቀሪብና ኣለና ሎሚ ኣብ ዜናታትና ኣብ ዓውዲ ቴክኖሎጂ ብዛዕባ ፈተነ 6G ዕዉት ፈተነ ናይ ኳንተም ባተሪ ሓምለዋይ ሃይድሮጅንን ኤሌክትሪካዊ ነፈርትን ኣብ ጥዕና ብዛዕባ ምንዋሕ ዕድመ ዝተረኽበ ውጽኢት፣ ከምንእውን ኣብ ትምህርትን ስፖርትን ዘለዉ ሓደስቲ ተርእዮታት ክንርኢ ኢና። ክሳብ መወዳእታ ምሳና ክትጸንሑ እንዳዓደምና፣ ንቻነልና ሓደስቲ ዝኾንኩም ሳብስክራይብ ከምእውን ላይክ ሼር ጌርኩም ክትዕዘቡ ነዘኻኽር። ሰናይ ምክትታል። ቀዳማይ፣ ኣብ ዓውዲ ተክኖሎጂን መራኸቢታትን፣ ዓለም ናብ ዝቕጽል መድረኽ ትሰጋገር ኣላ። ፈተነ ሲክስ ጂ ጀሚሩ። ኩባንያታት ሳምሱንግን ኖክያን ኣብ ገለ ከተማታት ደቡብ ኮርያ ሲክስ ጂ ክጥቀማ ጀሚረን ኣለዋ። እዚ ተክኖሎጂ ካብ ፋይፍ ጂ ብሚእቲ ዕጽፊ ዝቐልጠፈ ኮይኑ፣ ሆሎግራም ወይ ሰብ ኣብ ቅድሜኻ ዘሎ ኮይኑ ዝረኣየሉ ናይ ቪድዮ ጻውዒት ብዘይምስንኻል ክገብር የኽእል። ናይ ኳንተም ባተሪ፣ Quantum Batteries፣ ተመራመርቲ ጃፓን ኣብ ውሽጢ ሓሙሽተ ደቒቕ ጥራይ ቻርጅ ዝገብርን ንሓደ ወርሒ ዝጸንሕን ናይ ሞባይል ባተሪ ንምስራሕ ዘኽእል ናይ ኳንተም ቴክኖሎጂ ፈተነ ዕዉት ምዃኑ ኣፍሊጦም ኣለዉ። ዓለም ካብ ነዳዲ ናብ ዝተሓደሰ ጸዓት ንምስግጋር እትገብሮ ዘለ ጻዕሪ ሓድሽ መድረኽ ሒዙ ኣሎ። ኤሌክትሪክ ነፈርቲ፣ ኤሌክትሪክ ኣቪዬሽን፣ ኣብ ዝሓለፈ ሰሙን ኩባንያ ኤየርባስ ንመጀመርታ ግዜ ብኤሌክትሪክ ጥራይ እትሰርሕ ናይ መጓዓዝያ ነፋሪት ንሓጺር ርሕቐት፣ ሾርት ሃውል፣ ፈተነኣ ብዓወት ከምዝዛዘመት ኣፍሊጣ። እዛ ነፋሪት እዚኣ ንከባቢ ብካርቦን ካብ ምብካል ናጻ ኮይና፣ ዋጋ ናይ ኣየር ቲኬት ድማ ብ ሰላሳ ፐርሰንት ክትቅንስ ትጽቢት ይግበረላ። ሓምላይ ሃይድሮጅን፣ Green Hydrogen፣ ኣብ ሰሜን ኣፍሪቃ ዝተሃንጸ ዝዓበየ ማእከል ሓምለዋይ ሃይድሮጅን፣ ሎሚ ናብ ኤውሮጳ ጸዓት ምልኣኽ ጀሚሩ'ሎ። እዚ ተክኖሎጂ ንመካይን ዓበይትን ፋብሪካታትን ብዘይ ብከላ ጋዝ ንምስራሕ ዘኽእል'ዩ። ሮቦቲክስ ኣብ ሕርሻ፣ ኣብ ኤሽያ ዝርከብ ሓረስቶት ሕጂ ብብልሒ ኤኣይ ዝመሓደሩ ናእሽቱ ሮቦታት ተጠቂሞም ብዘይ ሰብ ሓገዝ ክዘርኡን ክዓጽዱን ጀሚሮም ኣለዉ። እዚ ምህዞ እዚ ፍርያት መግቢ ዓለም ብዕስራ ፐርሰንት ክብ ከምዘብሎ ተገሊጹ። ካልኣይ፣ ኣብ ዓውዲ ጥዕና፣ ተመራመርቲ ንእርጋን ንምድንጓይ ዝገብርዎ መጽናዕቲ ዘደንቕ ውጽኢት የርኢ ኣሎ። ምሕዳስ ዋህዮታት፣ ተመራመርቲ ዩኒቨርሲቲ ሃርቫርድ ንዝኣረገ ዋህዮታት ዳግም ከም ዝሕድሱ ዝገብር፣ ኢፒጀነቲክ ሪፕሮግራሚንግ ዝተሰምየ ሕክምና ኣብ ፈተነ ከምዘውዓሉ ኣፍሊጦም። እዚ ተክኖሎጂ እዚ ምስ እርጋን ዝመፁ ሕማማት ከም ኣልዛይመርን ናይ ልቢ ድኻምን ንምክልኻል ዓቢ ተስፋ ኮይኑ ኣሎ። ስማርት ባዮ ሴንሰር፣ Biosensors፣ ኣብ ትሕቲ ቆርበት ዝቕበሩ ናእሽቱ ሰንሰራት ሕጂ ኣብ ደምና ዘሎ ቫይታሚናት፣ ሆርሞናት፣ መጠን ሽኮርን ብቐጥታ ናብ ሞባይል ኣፕሊኬሽን ክሰዱ ጀሚሮም ኣለዉ። እዚ ድማ ሰባት ቅድሚ ሕማም ምሓዞም እንታይ ዓይነት መግቢ ክበልዑ ከም ዘለዎም ይሕብሮም። ጥዕና ኣእምሮን ቪኣርን፣ ሕማም ጭንቀት፣ ኣነግዝይቲ፣ ወጥሪ ስራሕን ንምፍዋስ ቨርቹዋል ሪያሊቲ፣ ቪኣር፣ ከም ቀንዲ መድሃኒት ክጥቀሙሉ ጀሚሮም ኣለዉ። ሰባት ኣብ ማእከል ወጥሪ ኮይኖም ብቪኣር ናብ ዝዓረፈ ደሴት ወይ ከኣ ኣኽራናት ብምኻድ ኣእምሮኦም ከረጋግኡ ከሕድሱን ይኽእሉ ኣለዉ። ሳልሳይ፣ ኣብ ትምህርቲ ናይ ምትላል ስግኣት ዘወግድ ሓድሽ ስርዓት ተኣትዩ ኣሎ፣ ብሎክቸይን ዲግሪ። ካብ ሎሚ ጀሚሩ ዓበይቲ ዩኒቨርሲቲታት ዓለም ምስክር ወረቐት ትምህርቲ ብዲጂታል መልክዕን ብብሎክቸይን ዝተሓተመ ንመንነት ዘየጠራጥር ክህባ ጀሚረን ኣለዋ። እዚ ድማ ሰባት ኣብ ዝሃለዉ ሃልዮም ብቐሊሉ ናይ ትምህርቲ መረዳእታኦም ንኣስራሕቲ ከርእዩ የኽእሎም። መጻኢ ስራሕን ኤኣይን ትምህርቲ ኮዲንግ ጥራይ ዘይኮነስ ሕጂ ኤኣይ ፕሮምፕት ኢንጂነሪንግ ወይ ንብልሒ ኤኣይ ብኸመይ ከም እትእዝዞ ዝምህር ዓውዲ ኣብ ኣብያተ ትምህርቲ ቀዳምነት ተዋሂቡዎ ኣሎ። ናይ ቋንቋ ሰውራ፣ ብሓገዝ ኤኣይ ዝተሰርሑ ናይ እዝኒ ሰማዒት፣ ኢርባድስ፣ ሕጂ ሓደ ሰብ ብቋንቋ ጃፓን ክዛረብ ከሎ ብኡ ንብኡ ብቋንቋ ትግርኛ ወይ እንግሊዝ ክትርጉሙ ስለዝጀመሩ ኣብ ትምህርቲ ቋንቋ ዓቢ ለውጢ የምጽእ ኣሎ። ራብዓይ፣ ዲጂታል ስፖርትን ሓደሽቲ ሻምፕዮናታትን። ሎሚ ስፖርት ካብ ሜዳ ወጻኢ ናብ ዲጂታል ዓለም እውን ይሰፍሕ ኣሎ። ኦሎምፒክ ኢ-ስፖርት፣ ሃገራዊ ኮሚቴ ኦሎምፒክ ንመጀመርታ ግዜ ናይ ቪድዮ ጸወታታት ኦሎምፒክ ኢ-ስፖርት ጌምስ ከም ዘካይድ ሎሚ ወግዓዊ ገይርዎ ኣሎ። እዚ ድማ ንመንእሰያት ተጻወትቲ ቪድዮ ጸወታ ከም ስፖርተኛታት ክቖጽር ዕድል ሂብዎም ኣሎ። ባስኬትቦል ኣፍሪቃ፣ ሻምፕዮና ባስኬትቦል ኣፍሪቃ ኣብዚ ዓመት'ዚ ካብ ዝኾነ ግዜ ንላዕሊ ተዓዘብቲ ይስሕብ ኣሎ። ሓያሎ ተጻወትቲ ካብ ኤንቢኤ ናብዚ ውድድር'ዚ ይመጹ ምህላዎም ድማ ደረጃ ስፖርት ኣፍሪቃ ክብ የብሎ ኣሎ። ቴክኖሎጂ ኣብ ኩዕሶ እግሪ፣ ኦፍሳይድ ንምፍላጥ ዝጥቀምሉ ዝነበሩ ቫር፣ ሕጂ ምሉእ ብምሉእ ብኤኣይ ዝትካእ ኮይኑ፣ ውሳኔታት ኣብ ውሽጢ ሓደ ሰከንድ ይወሃቡ ኣለዉ። ሓሙሻይ ናይ ህዋ ቱሪዝምን ቁጠባን ቱሪዝም ህዋ፣ Space Tourism፣ ኩባንያ ብሉ ኦሪጅን ኣብ ዝሓለፈ ሰሙን ዓሰርተ ተራ ሰባት ዝሓዘት መንኮርኮር ናብ ወሰን ህዋ ሰዲዳ ብሰላም መሊሳቶም ኣላ። ዋጋ ጉዕዞ ህዋ እናጎደለ ብምምፅኡ ኣብ ክልተ ሽሕን ሰላሳን ብዙሓት ሰባት ክበፅሕዎ ይኽእሉ እዮም ተባሂሉ ይግመት። ዲጂታል ባጤራ፣ ሓያሎ ሃገራት ናይ ባዕለን ዲጂታል ባጤራ፣ ሰንትራል ባንክ ዲጂታል ካረንሲ፣ ከውጽኣ ጀሚረን ኣለዋ፣ እዚ ድማ ናይ ወረቐት ገንዘብ ኣጠቓቕማ ብኸቢድ ይቕንሶ ኣሎ። ኩቡራት ተዓዘብቲ ሎሚ ሒዝናልኩም ዝቐረብና ዜናታት እዚኦም እዮም ነይሮም። እዋናዊ ሓበሬታታትን ንምርካብ ናብ ቤት ትዛነ ዩቲዩብ ቻነል ሳብስክራይብ ምግባር ኣይትረስዑ ነዚ ቪድዮ እንተፈቲኹሞ ናብ ፈተውትኹም ሼር ብምግባር ንኹሉ ከም ዝበጽሖ ንግበር ኣብ ዝቕጽል ብዝተፈለየ ሓበሬታት ክሳብ ንራኸብ ሰላም።